ሰላም ጥዕና ይሃበልና ፍትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና። ንቻናልና ሓደሽቲ ዝኾንኩም ሳብስክራይብ፣ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም። ፈለማ ቀንዲ ቀንዲ ነጥብታት ዜና ዝዕለት ኣርሚ ሰብዓ ኣብ ልዑል ሞራልን ድልውነትን ከምዘሎ ብምግላጽ፣ ዝንዛሕ ዘሎ ወረ ምልክት ውድቀት ጸላእቲ ምዃኑ ኣፍሊጡ። ኣሜሪካ፣ ጸገም ትግራይ ህጹጽ ፖለቲካዊ መፍትሒ እንተዘይተገይሩሉ ናብ ሓደገኛ ምዕራፍ ከይሰጋገር የፍርሕ ክትብል ኣጠንቂቓ። ካብ ከተማ ኣላማጣ ዝተመሓላለፈ ህጹጽ መልእኽቲ እውን ናባኹም ክነብል ኢና። ደቡብ ኣፍሪካ ኣንጻር ኢትዮጵያውያን ዝወሰደቶ ስጉምቲ መዛረቢ ዛዕባ ዝኾነሉ ምኽንያት እንታይ እዩ ዝብል እውን ናባኹም ክነብል ኢና። ናይዚኦምን ካልኦትን ዝርዝር ሓበሬታ ክሳብ መወዳእታ መደብና እንተጸኒሕኹም ክትከታተሉ ኢኹም። ሕዚ ናብ ዝርዝሩ ክንሓልፍ። ሰናይ ምክትታል። ኣርሚ ሰብዓ ኣብ ዝለዓለ ሞራልን ድልውነትን ከም ዘሎ ብምግላጽ፣ ዝንዛሕ ዘሎ ወረ ምልክት ውድቀት ጸላእቲ ምዃኑ ኣፍሊጡ። ሰራዊት ትግራይ ኣርሚ ሰብዓ ኣብዚ ሕዚ እዋን ኣብ ኣዝዩ ላዕለዋይን ድልዱልን ሞራል ከም ዝርከብ ኣባላት እቲ ኣርሚ ገሊጾም። ሰሙን ሙሉእ ክንዛሕ ዝቐነየ ኣባላት ኣርሚ ሰብዓ ኣብ ኲናት ሕድሕድ ሱዳን ተቐቲሎም ዝብል ወረ ፈጺሙ መሰረት ዘይብሉን ሓሶትን ምዃኑ ብምግላጽ፣ እዚ ድማ ምልክት ውድቀት ጸላእቶም ምዃኖ ኣነጺሮም። ኣብዚ ሰሙን'ዚ ኣብ ዝተፈላለዩ ማሕበራዊ መራኸብታት ናይ ሓሶት ወረ ዝነዝሑ ወገናትን ኣባላት ኣርሚ ሰብዓ ኣብ ሱዳን ብዝተልዓለ ኲናት ሕድሕድ ከም ዝተቐትሉ ዝገልጽ ወረ ክናፈስ ምጽንሑ ዝዝከር እዩ። ይኹን እምበር እዚ ዝናፈስ ዘሎ ወረ ዘየለ ምስሊ ንምፍጣር ዝዓለመን ካብ ስዕረት ዝነቐለ ምዃኑ ዘመልከቱ ላዕለዎት ኣካላት እቲ ኣርሚ ሓይሎም ካብ መዓልቲ ናብ መዓልቲ ይተዓጻጸፍ ከም ዘሎ ኣረጋጊጾም። እቲ ኣርሚ ዝተውሃቦ ሃገራውን ታሪኻውን ሓላፍነት ንምውፃእ ሙሉእ ምድላው ከምዘለዎ ብምሕባር፣ ኣብ ሓፂር እዋን ፀላእቱ ብምድምሳስ ርስቲ ወለዱ ከምዘምልስ ድማ ኣፍሊጡ'ሎ። እዚ ኣብ ዝለዓለ ሞራልን ዘተኣማምን ቁመናን ዘሎ ኣርሚ ሰብዓ፣ ብወረን ለኻዕኻዕን ፀላእቲ ዝግለፅ ዘይኮነስ ህዝቡ ብሃንቀውታ ዝፅበዮ ዘሎ ታሪኻዊ ሓላፍነት ዝተሓንገጠ ታሪኻዊ ሰራዊት ከምዝኾነ ኣተሓሳሲቡ። ናብ ዝቕጽል ዜና እንትንሓልፍ፣ ኣሜሪካ ጸገም ትግራይ ህጹጽ ፖለቲካዊ መፍትሒ እንተዘይተገይርሉ ናብ ሓደገኛ ምዕራፍ ከይሰጋገር የስግእ ክትብል ኣጠንቂቓ። ፍሉይ ኣማኻሪ ጉጅለ ኣማኸርቲ ዳያሎግን ምኽትል ፍሉይ ልኡኽ ኣሜሪካ ናብ ቀርኒ ኣፍሪካ ዝነበሩ ፓይቶን ክኖፍ ምስ ክራይስስ ግሩፕ ኣብ ዝገበርዎ ጻንሒት፣ ኣብ ትግራይ ዳግማይ ኲናት ከይውላዕ ክዓግት ዝኽእል እንኮ መማረፂ ኣብ ምትእምማን ዝተመስረተ ፖለቲካዊ ዘተ ጥራሕ ምዃኑ ገሊፆም። ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ዝተወለዐ ኲናት ማሕበረሰብ ዓለምን መንግስቲ ኣሜሪካን ቅድሚኡ ዝተውሃበ መጠንቀቕታታት እዚ ዝበሃል ናይ መወዳእታ ስጉምቲ ከይሃብሉ ብምትራፎም ዝተኸሰተ መዳርግቲ ዘይብሉ ህልቂትን ዕንወትን ምዃኑ ብምዝካር እቲ ውግእ ደው ዝበለ እውን ብድፍኢት ግዳማውያን ሓይልታት ዘይኮነስ ብኩናት ዓወት ከም ዘይርከብ ክልቲኦም ወገናት ማለት እውን ፌደራል መንግስትን ህወሓትን ብምእማኖም ምዃኑ ኣረዲኦም። ሕዚ ዘሎ ርክብ ትግራይን ፌደራል መንግስትን ከምኡ እውን ምስ ካልኦት ክልላት ዘሎ ምትእስሳር ግልፂ ዘይምዃኑ ነቲ ጎንፅን ብኣሉታ ከም ዘጋድዶ ክኖፍ ገሊፆም እዮም። ብመሰረት ውዕሊ ፕሪቶርያ ጉዳይ ዶባትን ምዕራብ ትግራይን ብመሰረት ሕገ መንግስቲ ክፍታሕ ከም ዘለዎ እዚ ድማ ትግራይ ናብ ሕገ መንግስታዊ ስርዓት ብምምላስ ክረጋገፅ ከም ዝግባእ ኣስሚሮምሉ እዮም። ብተወሳኺ ኣመራርሓታት ሰራዊት ትግራይ እቲ ናይ ቀደም ወተሃደራዊ መሓውር ኢትዮጵያ ዝሃነፁ ብምዃኖም ነቲ ሕዚ ዘሎ ወተሃደራዊ ኩነታት ፌደራል መንግስቲ ኣፀቢቖም ከምዝፈልጥዎ ድማ ሓቢሮም እዮም። ኣብ መወዳእታም እቲ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ብሓባር ኣንፃር ትግራይ ተሰሊፉ ዝነበረ ሓይሊ ሕዚ ተበታቲኑ ኣብ መንጎ ኤርትራን ኢትዮጵያን ከምኡ እውን ሱዳንን ኢትዮጵያን ሓያል ተፃብኦን ዘይምቅድዳውን ሰፊኑ ከምዘሎ እውን ኣገንዚቦም እዮም። ስለዚ ሕዚ ኣብ ልዕሊ ትግራይ ዳግማይ ኲናት እንተተኸፊቱ ሳዕቤኑ ካብ የመን ክሳብ ቻድ ዝዝርጋሕ ዞባዊ ቅልውላው ከም ዘስዕብ ብምሕባር፣ መንግስቲ ኣሜሪካን ኣህጉራዊ ማሕበረሰብን ነዚ ሓደጋ እዚ ንምክልኻል ሕዚ ብዕቱብን ብኣግኡን ክሰርሑ ከም ዝግባእ ኣጠንቂቖም። ናብ ዝቕጽል ዜና እንትንሓልፍ፣ ከተማ ኣላማጣ ህጹጽ መልእኽቲ ኣመሓላሊፋ። ኣብ ከተማ ኣላማጣ መበል ሓሙሽተ ዓመት ወፍሪ ኣሉላን ምጅማር ወፍሪ ኣዴታትን ተኸቢሩ ከምዝወዓለ ድማ ተገሊጹ ኣሎ። ኣብ ከተማ ኣላማጣ መበል ሓሙሽተ ዓመት ምዝዛም ወፍሪ ኣሉላን ከተማ ኣላማጣ ካብ ወረርቲ ሓይልታት ሓራ ዝወጸትሉ ወፍሪ ኣዴታትን ብዝተፈላለዩ ምድላዋትን መድረኻት ዘተን ተኸቢሩ ውዒሉ ኣሎ። ኣብቲ በዓል ዝተረኽቡ ነበርቲ፣ መራሕቲ ኣብያተ ዕዮን ኣጋይሽን፣ ሕድሪ ጀጋኑ ሰማእታት ብምጽናዕ ዘይተመልሰ ግዝኣታዊ መሬት ንምምላስን ብግዲ ተመዛቢሉ ዘሎ ህዝቢ ናብ መረበቱ ንምምላስን ብሓድነት ክቃለሱ ከምዝግባእ ኣስሚሮምሉ። ንዝኽሪ ሰማእታት ዝተገብረ ምርቓ መሰረተ ልምዓት፣ ንመኽፈቲ እቲ በዓል ብምግባር፣ ፈለማ ኣብታ ከተማ ንዝርከብ መዕረፊ ኣስከሬን ሰማእታት ካብ ሓደጋ ውሕጅ ንምክልኻል ብልዕሊ ዓሰርተ ሓደ ሚልዮን ቅርሺ በጀት ዝተሃንፀ መሰረተ ልምዓት ተመሪቕሎም። ከንቲባ ምምሕዳር ከተማ ኣላማጣ ኣይተ ሞጎስ ሽፈራው፣ ህዝቢ ኣላማጣ ነቲ ኣዕፅምቲ ጀጋኑ ዝዓረፉሉ ክንክንን ሓለዋን ክገብረሉ ምፅንሑ ብምሕባር፣ ኣብ ቀፃሊ እቲ ከባቢ ናይ ታሪኽ መዘክርን ናይ ወለዶታት ቃልሲ መመሓላለፊ ማእኸልን ንክኸውን ክስራሕ ምዃኑ ኣረጋጊፆም። ዋና ኣማሓዳሪ ዞባ ደቡብ ትግራይ ኣይተ ዝናቡ ገብረመድህን፣ እዚ ዕለት'ዚ ዞባ ዶብ ትግራይ ካብ ወረርቲ ሓይልታት ሓራ ዝወፃእናሉን መኸተና ዘጠናኸርናሉን ታሪኻዊ መዓልቲ ዩ። ቃል ጀጋኑ ሰማእታትና ዓቂብና መኸተና ብዓወት ንምዝዛም ህዝባዊ ቃልስና ብዝያዳ ክነጠናኽሮ ይግባእ ኢሎም። ብተወሳኺ ኮሚሽነር ኮሚሽን ሃርበኛታት ትግራይ ናስር መሓሙር፣ ጀጋኑ ሰማእታት ዝወደቑሉ ዕላማ ናብ ሽትኡ ንምብፃሕ ዝኣቶናዮ ቃል ክሕደስ ከም ዘለዎ ብምግላፅ፣ ስድራ ሰማእታትን ሃርበኛታትን ሞራልን ስነ ልቦናውን ክብሮም ተሓልዩ ቁጠባዊ ተጠቃምነቶም ዝረጋገፀሉ ዕድላት ክመቻቾ ከም ዝግባእ እውን ኣተሓሳሲቦም። በቲ ኣጋጣሚ ርእይቶኦም ዝሃቡ ነበርቲ ከተማ ኣላማጣ ብወገኖም፣ ጀጋኑ ሰማእታት ዘሰከሙና ሓደራ ብምጽናዕ፣ ዝተመዛበለ ህዝብና ናብ መረበቱ ንምምላስን ግዝኣታዊ መሬትና ሓራ ንምውጻእን ኣብ ጎኒ ሰራዊትናን መንግስትናን ብምዃን ቃልስና ብዝለዓለ ቆራጽነት ክንቅጽለሉ ኢና ክብሉ ድልውነቶም ገሊጾም። ኣብ መወዳእታ፣ ደቡብ ኣፍሪካ ኣንፃር ኢትዮጵያውያንን ካልኦት ኣፍሪካውያንን ዝወሰደቶ ስጉምቲ መዛረብ ዛዕባ ዝኾነሉ ምኽንያት እንታይ እዩ? ኣብ ደቡብ ኣፍሪካ ዝንቀሳቐስ ጉጅለ ፀረ ስደተኛታት ገዛ ንገዛ ፍተሻን ምጭንናቕን ከምዝጀመሩ ኢትዮጵያውያን ገሊፆም እዮም። ኣብ ደቡብ ኣፍሪካ ዝንቀሳቐስ ጉጅለ ፀረ ስደተኛታት ገዛ ንገዛ ብምዝውዋር ንስደተኛታት ናይ ምሓዝን ንፖሊስ ናይ ምርካብን ተግባር ከምዝጀመሩ ኣብታ ሃገር ዝነብሩ ኢትዮጵያውያን ገሊፆም። በዚ ምኽንያት ድማ ክሳብ ሕጂ ኢትዮጵያውያን ሓዊስካ ብዙሓት ዜጋታት ዝተፈላለያ ሃገራት ከም ዝተትሓዙ ተፈሊጡ'ሎ። ኣብ ደቡብ ኣፍሪካ ዝርከቡ ኢትዮጵያውያን ከም ዝገለፅዎ ካብ ሰነ ሰላሳ ጀሚሩ፣ ካብ ሰነ ሰላሳ ክልተ ሽሕን ዕስራን ሽዱሽተን ዓመተ ምህረት ኣቆፃፅራ ፈረንጂ ጀሚሩ ኣብ ዝተፈላለዩ ከባብታት ዕንወትን ስርቅን ድንኳናት ናይቶም ስደተኛታት ቀፂሉ'ሎ። በብሰሙኑ ሓሙስ ይገበር ኣብ ዝተብሃለ ናይ ተቓውሞ ሰልፊ እውን ከበድቲ ናይ መፈራርሒ ቃላት ከም ዝጥቀሙ ተገሊፁ። ኣብ ዝሓለፉ ክልተን ሰለስተን መዓልታት ድማ እዞም ፀረ ስደተኛታት ጉጅለታት ናይ ምውቃዕን ምጭንናቕን ብግዲ እውን ንፖሊስ እሰርዎም ብምባል ናይ ምርካብ ኩነታት ይረኣ ከም ዘሎ ኣነፂሮም። ቀደም ብጸለምቲ ደቡብ ኣፍሪካውያን ዘይድፈሩ ኣብ ዝነበሩ ከባብታት ጆሃንስበርግ ከይተረፈ እዞም ጸረ ስደተኛታት ብምእታው ፍተሻ የካይዱ ከም ዝነበሩ ዝገለጹ ኣብ ጆሃንስበርግ ዝነብሩ ኢትዮጵያውያን እቲ ጉጅለ ኣብ ብዙሓት ካልኦት ከተማታት እውን ዘይሕጋውያን ስደተኛታት ተሓቢኦምሎም እዮም ኢሎም ኣብ ዝገመትዎም ኣባይቲ ሰይሮም ከም ዝኣተዉ ምስምዖም ገሊጾም። ብተወሳኺ እውን ኣብ ግዝኣት ሙፑማላንጋ ከተማ ዊትባንግ ብዝተፈፀመ ስርቂ ናይ ኢትዮጵያዊያን ትካላት ንግዲ ከምዝዓነዉን ብሓዊ ከምዝነደዱን ኣብቲ ከባቢ ካብ ዝነብሩ ኢትዮጵያዊያን ዝረኸብናዮ ሓበሬታ የረድእ። እዚ ኣፀጋሚ እዋን ክሳብ ዝሓልፍ ኢትዮጵያዊያንን ኤርትራዊያንን ሓበሬታ ክለዋወጡን ክጥንቀቑን ከምዝግባእ ግዱሳት ዜጋታት የተሓሳስቡ ኣለዉ። እዞም ጉጅለ ጸረ ስደተኛታት፣ ሕጋዊ ሰነድ ዘይብሎም ስደተኛታት ካብታ ሃገር ክወጹ ዘቕረብዎ ሕቶ ምላሽ ክሳብ ዝረክብ፣ በብሰሙኑ ሓሙስ ናይ ተቓውሞ ሰልፊ ምግባር ከም ዝቕጽሉ ኣፍሊጦም ኣሎዉ። ነዚ ስዒቡ ፖሊስ ሕጊ ከኽብር እንተዘይክኢሉ ድማ ባዕሎም ንስደተኛታት እንዳሓዙ ንፖሊስ ከም ዘርክቡ ቃል ኣትዮም እዮም። ክቡራት ተኸታተልቲ መደብ ዜና ግእዝ ቲቪ፣ ንሎሚ ዘዳለናዮም ዕለታዊ ፍጻመታት ኣብዚ ንዛዝም። ኣብ ዝቕጽል ብኻልእ መዳይ ክሳብ ንራኸብ፣